ህዝቢ ትግራይ ንቓልሱ ንድሕሪት ኣይብልን፣ ተዓጽዩ ኣብ ድሕሪ ገዛ ክመውት ኣይደልን። ግንከ እዚ መንእሰይ እዚ ኣኪብካ ዝዓድኻ ትጠፈኣላ፣ እኖኻ ትሕረደላ፣ ኣቦኻ ይሕረደሎ ክበሃል ከሎ ኣነ ወዲ ኣይተ ኢሉ ጠጠው ከም ዝብል ፍሉጥ እዩ። እንተኣሚኖም ግን ነቦኦም ኣይሰምዑን እኖኦም ኣይሰምዑ ብድድ ኢሎም መናእሰይ ከይዶም ዓዶም ይከላኸሉ። ዋእ መን ድዩ ወፊሩኩም ንኣኻትኩም ካቢነ ርስቲ ካብ ወለድኹም ኣምሊጥኩም እኖ እንተገዘተ ተቦ ተገዘተ ዝሰምዖ እኮ የለን ተወነ ኣልዒሉኩም ተወነ ከዓ ዕውት ኮይኑ ሕዚ እውን ዕውታት ክንከውን ዝወፅእ ዘሎ ኣዋጅ እንተልዩ ምስ ታሕተዋይ ኣካል ክማኸር ኣለዎ ምስ መንእሰይ ክመክር ኣለዎ ተኣይ ችግርና ክብል ኣለዎ ካልኣይ ነገር ከዓ እዙ ሓላፍነታት እዙይ መናእሰይ ክሳተፉሉ ኣለዎም። መናእሰይ ክሳተፉሉ ኣለዎም። እቶም መናእሰይ ተሳቲፎም ዝበልናዮም ከም እኒ ጌታቸው ረዳ ገቾ ገቾ ገቾ እናበለ እዚ መንእሰይ በረኻ ወፊሩሎም ውረድ ንሜዳ ምስ ወዲ ረዳ ውረድ ንሜዳ እናበለ ዘሚሩሎም ግን ንዙይ እንክርሕቑ እንተለዉ ሓዚኑሎም እቲ ሰብ ብጣዕሚ ሓዚኑሎም ንዚ በዓል ሕድሪ መንእሰይ ንዚ በዓል ሕድሪ ትግራዋይ ከመይ ገይሮም ከይዶም ኢሎም ግን ከ እዚ ናይ ሕዚ ዝገበርዎ እዚ ናይ መጨረሻ ግን ሓደ ሰብ ወሰን ባሕሪ ይኸይድ እሞ ሳባ ዝብልዎ ኣሎ ኣብቲ ወሰን ባሕሪ ርግጽ ምስ ኣበልካዮ ሸተት ኢሉ ናብቲ ባሕሪ እዩ ዘጥልቐካ ሳባ ረጊጾም ሸተት ኢሎም እዞም ኣሕዋትና ሕዚ እውን እንተየካፋእና እንተየረሓቕና ዓድኹም እንክትጠፍእ እኖኹም እንክትቅተል ሓውኩም እንክቅተል ተሎ ባእዲ እንተኮንኩም ኢሉ ህዝቢ ከውግዞም ኣለዎ። ኣታ በይዛኻትኩም ናብ ህዝብኹም ተሓወሱ ዓርዩ ናብ ኣሕዋትኩም ተሓወሱ ክበሃል ኣለዎ። ትግረዋይ ሓደ ተይዘኮይኑ ካብ ቀደም ኣትሒዙ ዘጥፈኦ ምክፍፋል እዩ። እቲ ወርቂ ዝኾነ ሓሳብ ካብዞም መናእሰይ ክፈልቕ ይኽእል እዩ። ነሳትፎም ዋላ ብዘይ ድምፂ እንደይሳተፉ እቲ ወርቃማ ሓሳቦም ክፈልቕ እዩ። ንሕወሶም ምኽንያቱም እናተካእኻ እና እናምረትካ እናምሃርካ ኢኻ እትኸይድ እምበር ኣብኡ ኣይትነብርን። ሕዚ እውን እቲ ውድብና ከምህር ኣለዎ። ከሳትፎ ኣለዎ መናእሰይ ክሓቁፎ ኣለዎ ብጣዕሚ ንመናእሰይስ ቅድሚት ይርኣዮም። እዝጋብሄር መቸስ ንፅቡቅ ይምርሐና ዛውድብ ክትዕወት ኢና ንደሊ ትግራይ ክትስዕር ኢና ንደሊ ግን ዲፕሎማሲ ብዝኾነ መንገዲ ግን ክትምራሕ ኣለዋ። ንሕና ክንገብሮ ዘለና እታ ዝተዋህበትና መደብ ምፍፃም ባዕልና ምውሳን ወሲንና ኣወሲንና ናብታ ንጽበያ ዘለና መኸተ ምእታው ዘያ ካባና ትጽበ። እቲ ሕብረተሰብ ምንም ጸገም የብሉን ኮፍ ኢሉ ይጽበይ ዘሎ። ኮምቲ ዝፍለጥ ቅድሚ ሕዚ መንግስቲ ናይ መለስ ካብ ማንም ኣይመጽን ካብ ህዝቢ እዩ መጽዩ መሊስካዮ ምስ መሓውርካ ምስ ህዝብኻ ተመሊሱ ቤት ምኽርና። ውዕሊ ፕሪቶርያ ዝፈረሰሉማ ሽዑ ኣትሒዙ እዩ ብሸርሒ እዩ እቲ መረፃ ነይሩ። ብሸርሒ ንዝመረፅዎ ከዓ ብሸርሒ ክሳዕ እዛ ሕዝቢ ህዝቢ ትግራይ የንውዕዎ ኣለዉ። ብሸርሒ ከይዶም ሕዚ እውን ትማል እኮ ዛብፂተ ቅድሚት ተያ ትብል ነበረት ኣይነልዕሎምን ክነልዕሎም እባ ክሒዶ ምናባ ንፍርዲ ክነቕርቦም ኢና ንፍርዲ ኢና ክነቕርቦም ዘለና ተለማሚጽካ ዝበሃል ቃልሲ የለን ወሲንካ ምእታው እዩ ክንምክት እዩ ዘለና ንመኸተ ዘዕንቅፍ ንመኸተ ሂብካዮ ዝወረድካ መደብ ካልእ እዩ ዝጻወተሉ ነዚ ከኣ ደድሕሪ ኮይና ክነውግዶ ኣለና ዳተቓለስና ስለዚ ሕዚ ግዜ ክንወስድ የብልናን። ብዙሕ ነገራት ዓንቀፍቀፍ ኣጋጢሙ እዩ እስቲል እስካብ ሕዚ ማለት እዩ ሕዚኸ ንዚ ቃልስና እዚ ዓንቀፍቀፍ ናገበሩ ዝመፁ ሰባት ብባንዳ ሓይሊ ከይዶም ኣለዉ ማለት እዩ ብዙሓት ሰባት ደገፍቲ ፈጢሮም ሰበብ ፈላልዮም ብዙሕ ብሲኖ ብሞተር ብተፈላለየ ደገፍቲ ፈጢሮም ኣብ ዝተፈላለየ ወረዳ እናኸዱ እናቐስቐሱ ንዚ ውድብ ህወሓት እዙይ ንምድብራይ ዘይገበርዎ ፃዕሪ የለን። ነዙይ ማንም ፈልጦ እዩ። ሕዚ ከ ንዚ ተጋዳላ እዙይ ንዚ መንእሰይ እዙይ ክንሓፍቆ ተኾይንና ስልጠና ሂብና ዕጽዋይ ክባይ ከም ዘለና፣ ኣብ ቀለበት መንገዲ ከም ዘለና ኣሚኑ፣ ተረዲኡ፣ ኣሚንሉ እቲ ሐዚ ንማዮ ዘለና ነገር ተመያይጡ ኣትዩ እንተኾይኑ ንዓና ዘውድቕ ጸላእ እውን የለን። ብግልፂ እንተኸድና ብግልፂ እንተረዲእናዮ ንሰብ ሰብ እዩ መድሓኒቱ፣ ንሰብ ሰብ እዩ ዘእምኖ። ካልኣይ እንደገና ካብ ጥቕማ ጥቕሚ ምንም ነገር ዘይተጠቐሙ ሰባት ብገንዘብ ንመስርሕ ይኹን ዝተፈላለየ ነገር ሒዞሞ እኒኦው ሰባት ኣብቲ ስርዓትን ኣብቲ መስዋእትን ኣብቲ መቑሰለትን ዘይተሳተፉ ሰባት እዮም ሒዞሞ እኒኦው። እዚ እውን ክብተን ኣለዎ፣ ክረአ ኣለዎ፣ ክፍተሽ ኣለዎ። እዚ ኩሉ እዚ መንእሰይ ታይ ፀገምካ ተባሂሉ ክፍለ ኣለዎ። ተጋዳላይ ካብ ቃልሲ ዝተመለሰ ታይ ፀገምካ ተባሂሉ ክፍለ ኣለዎ። ቁፅሪ ሓደ ቁፅሪ ክልተ ተባሂሉ ዝተጋደለ ዘይተጋደለ እቲ ዝተጋደለ ሓሳብካ ግለፅ ይበሃል፣ ይገልፅ። እቲ ክጋደል ዝደሊ እውን ኣሰር ኣሕዋቱ ሪኡ እቲ ዘሎ ፀገም ኣረዲእኻ ናብቲ መስመር እዙይ ክኣቱ ኣለዎ። ገዛ የብልናይ መደቀሲ የብልናይ መን እዩ ሒዝዎ እኒኦ እቲ መሬት? እቶም ኣብ ጦርነት ዘይሳተፉ ኣብ ናይ ትግራይ ቃልሲ ዘይሳተፉ እዮም ሒዞሞ እኒኦው። ስለዚ ክፍተሹ ኣለዎም። ዋ ህወሓትሲ ናይ ባዕሉ ዳታ ክሕዝ ኣለዎ። መን እዩ ተጠቃሚ መን እዩ ናዚ ስርዓት እዙይ ተሳታፊ ኢሉ ክምር ኣለዎ። ኣማራጭ ከምዘይብልና እናረኣናዮ መፂእና ኢና። ምኽንያት ዘደንጎየና ደሞ ኣብ ውሽጥና ተሓግ ፈጢሮምልና ሰለስተ ዓመት ዓገግ እናበልና ጸኒሕና እምበር ካብቲ ዝሓለፈስ ንረኽቦ ነገር ከምዘየለ ህዝብና ይፈልጥ ኩላህና ንፈልጥ ኢና። ንሰላም ዝተላዕለ ሓይሊ ከም ዘይኮነ ኩላና ንፈልጦ ኢና። ብልጽግና ኩሎም ተጣሚሮም ክመጹ ተለው ሓቢርና እንደ ንኤርትራ ንቓዕ ክብሉ ተለው እሺ ዘይበልና ደኣ ሽዑ ኣይበደሉናን ማለት ድዩ? በዲሎምን ኣባ ንፋኖ ንቓዕ ክብሉ ተለው ንምንታይ ዘይወቃዕና እዮም? በደልና ብኦ ይፍትሓን በደልና ብካሊእ ኢና ንፈትሖ። ስለዚ ናይ ሰላም ዕድል ኢና ሂብና እዚ ከኣ ነዚ ናይ ሕዚ ተፈጢሩ ዘሎ ዓብዪ ዕድል እውን ፈጢሩልና ዘሎ ንሰላም ዝመርሕ ውድብን ህዝብን ስለ ዘለና ምዃኑ ክፍለጥ ክኽእል ኣለዎ። ጸላእትና ያው ንግዚኡ ዕሪፎም እምበር ንዓና ከም ዘይገድፉና ርዱእ ነገር እዩ። ናይ ስሜን ቢያፍራ ከም ግበ ክንብትኖም ኢና። ዝብል ብምድያ እኮ እዩ ተገሊፁ። ሕዝማ ክመፁና እንተለዉ ዝለልይዎ ሰብስ ይትረፍ ጤል እውን ኣይንገድፍን ኢሎምና እዮም። ጤል እውን ኣይንገድፍን እንስሳ እውን ኣይንገድፍን ኢሎምና እዮም። ዳንኤል ክብረት ዝበሎ ይደግምዎን ይደጋግምዎን ከም ዘለዉ ንርዳእ ኢና። ስለዚ እቲ ነጥቢ ንዓና ንግፍዒ ተገፊዕና ምዃንና ሙሉእ ምኽንያት ኣለና ሙሉእ ምኽንያት ኣለና ምንም ዓለም እውን ትፈልጦ ዓለም ስኢላ ተጸሚማ ክትከተ ዘይኮይኑ ተኸቢብና ምህላውና ተገፊዕና ምህላውና ኣብ ዳስ ንመውት ምህላውና ባጀት ስኢና ምህላውና ካብተን ካልኦት ክልላት እውን ሕልፊ ዝኾነ ዕፅዋት ምህላውናስ ንዓለምን ንሃገርን ግልፂ እዩ ግልፂ እዩ ስለዚ እዚ ኢለ እቶም ባንዳታት ኣብዚኣ ሕልኽልኽልኽልኽ ኣቢሎምና ኣብ ንየ ኸይዶም መጀመርያ እንታይ ኢሎምና መንእሰይ ተበተን ቲዲኤፍ ናብ ሓይሊ ሰላም ክይድ ኢሎሞ ኣይኮነሎምን ሓደ ዘመናዊ ድሮን ኣለና ብሓደ ግዜ ሰተት ኢልና መቐለ ክንኣቱ ኢና ትግራይ ክንኣቱ ኢና ኢሎም ትማሊ ኸኣ እንታይ ኢሎም፣ ብታንክን ብመካናይዝድ ንምእታው እኳ ከጽግም ይኸውን እዩ'ሞ፣ ህዝቢ መቐለን ዕዳጋ ሓሙስን ገጀራን ጎዞሞን ሒዝኩም እምቢ በሉ ኸኣ ኢሎም። ሰልፊ ክገብሩ ኢሎም ከኣ ትማሊ ሰልፊ ዓለቕለቕለቕለቕ ከብልዋ እዮም ተላዒሎም ነይሮም። ሰልፊ ትግራዋይ ሳይለንት ኣብኡ እንተሎ ሪጀክት እዩ ከም ዝበሃል ኣይተሰለፎን እም ከምዚ ናይ ኣብ ከተማ ዘኒኤ ቡቲካት ዓውደ ሰብ መሲሎም ሓዘንተኛታት መሲሎም ሓዘኖም ሒዞም እዮም ከይዶም እምበር ተው ዘለ ትግራዋይ እውን ያም ኣብ ፀበባ ስለ ዘሎ ያም ክምስገን ይግብኦ እዩ። ኣብ ፍርሕን ጭንቀትን ከም ዘለው ፀላእትና ርዱእ ነገር እዩ። እዚ ኮይኑ ንፀላእትና ግን ነናእሶ ነገር የለን፣ ትክክል እዩ። ምናእስ እውን የድልየናን፣ ምግዛፍ እውን የድልየናን። ሚዛኑ ክንግምግሞ ክንክእል ኣለና። ምስላፍ ከምቲ ዝበሃል ዘሎ ተወሰነ ፍትሓዊ ብዝኾን መንገዲ ዘለኣለም ዘየጋድልን ዘለኣለም በለጸኛን ዝኾነ እንታይ ትገብሮ ዝብል ህዝቢ እውን ብዝውሰነሉ ብምእማን ክግበር ክኽእል ኣለዎ። ስለዚ ገሊኦም ወፂኦም ዘለዉ መምርሒ ሓደ ዘጋደለ ዘየጋደለ ከጋድል ከምኦም ዝበሉ ፍትሓዊ ዝኾነ ነገራት ክንሰርሐሎም ኣለና ትኽክል እዩ። ንመኸተ ምንም ኣማራጭ የብልናን ክንስለፍ ኢና ዘለና ክነሕፅሮን ክነዐርየን እንተኾይና ያው ክንጥንክር ኢና ዘለና የቕንየለይ።